ሰላም ሰላም ከመይ ኣሉኹም ኣብ ኩሉ ኩርናዓት ዓለም ዘሎኹ ምሳኹም ዘሎኹ በርሀ ተስፋየ ዝነጥፈሉ ዓውዲ ኣርእስቲ ኣብ ቋንቋ ትግርኛ ኢንግሊሽ ኣብ ምዝርጋሕ እዩ ንባዕለይ እንዳ ተማሃርኩ ንብዙሓት ሰባት ንኣሽሓት ሰባት ይምህርን ይማሃርን Let's get started! Let's learn together! Let's grow together!

መንእሰይ ፉል ኤምቢቲ ምሉእ ባዶ ቢቲፉል ኣግሊ ጽቡቕ ክፉእ ቶል ሾርት ነዊሕ ሓጺር ሴፍ ዳንጀረስ ውሑስ ሓደገኛ ኢዚ ዲፊካልት ቀሊል ብርቱዕ ክሊን

ቢተ ምቁር መሪር kind ሚን ካይንድ ሚን ለጋስ ጠማዕ ሃፒ ኣንሃፒ ሕጉስ ዘይሕጉስ ሻርፕ ፕላንት ሻርፕ ፕላንት በሊሕ ጎዲም፣ ጎዲፕ፣ ሃይ፣ ሎው፣ ላዕሊ፣ ታሕቲ፣ በስት፣ ዎርስ፣ Best፣ Worse፣ ዝበለጸ፣ ዝኸፍኣ፣ ቺፕ፣ ኤክስፐንሲቭ፣ ሕሱር፣ ክቡር፣ ቶፕ፣ ቦተን፣ ላዕሊ፣ ታሕቲ፣ ኢንሳይድ፣ ኣውሳይድ፣ ውሽጢ፣ ወጻኢ፣ ስትሮንግ፣ ፍራጃይል፣ ተሪር፣ ተሰባሪ፣ ሎንግ፣ ሾርት፣ ነዊሕ፣ ሓጺር፣ ዊን፣ ሉዝ፣ ምዕዋት፣ ምስዓር፣ Healthy Sick ጥዑይ፣ ሕሙም፣ ጥዕና፣ ሕማም ውን ክንብል ንኽእል ኢና። Smart Dumb ስማርት፣ ዳምብ፣ በሊሕ፣ በሃም፣ Old New ኣረጊት፣ ሓድሽ፣ Bright ዲም፣ ድሙቕ፣

ነቨር ኩሉ ግዜ ብፉጹም ፑሽ ፑል ምድፋእ ምስሓብ ስዊት ሳወር ሙቁር መጺጽ ፒስ ዋር ሰላም ኩናት ኢንትራንስ ኤግዚት መእተዊ መውጽኢ ፕረዘንት

ውድቀት ገስት ነው ምግማት ምፍላጥ ሙቭ ስተይ ምእላይ ምጽናሕ በሮው ለንድ ተለቃሒ ኣለቃሒ ሲሚላር ዲፈረንት ተመሳሳሊ ዝተፈላለየ ላጀ ታይኒ ገጂፍ ጸቢብ

ኢምፖርት ኤክስፖርት፣ ምምጻእ ምልኣኽ፣ ሊድ፣ ፎሎው፣ ምምራሕ ምስዓብ፣ ሌጋል ኢሌጋል፣ ሕጋዊ ዘይሕጋዊ፣ ፐርመነንት ቴምፖራሪ፣ ቀዋሚ ግዝያዊ፣ ፖላይት ኢምፖላይት፣ ትሑት ትሕትና ዘይብሉ ኣሎው ስቶፕ ምፍቃድ ደው ምባል። ባይ ሪተርን ምግዛእ ምምላስ ካች ሚስ ምሓዝ ምስሓት። ክሊን መስ ጽሩይ ጉዕዙይ ክሎዝ ፋር ቀረባ ርሑቕ ካም ጎ ካም ጎ ምምጻእ ምኻድ ኢንተር ሊቭ ምእታው ምውጻእ ምግዳፍ ፋይንድ ሉዝ ምርካብ ምጥፋእ ፈርስ ላስት መጀመርታ መወዳእታ ፈርስ ላስት

ላጀ፣ ስሞል፣ ዓቢ፣ ንእሽቶ፣ ሞር፣ ለስ፣ ብዙሕ፣ ውሑድ፣ ኦቨር፣ ኣንደር፣ ላዕሊ፣ ታሕቲ፣ የስ፣ ኖ፣ ሕራይ፣ እምቢ፣ ንለማዓንቲ ሒዘልኩም ዝመጻኹ መደብ እዚ ክትሰምዑ ዝጸናሕኩም ኢዩ ነይሩ ቋንቋ ትግርኛ ኢንግሊሽ ተጻረርቲ ቃላት ኦፖዚት ዎርድስ ኢየ ኣብ ቀጻሊ ብኻልእ መደብ ክሳብ ንራኸብ ላይ ግበሩ ሸር ግበሩ ሳብስክራይብ ውን ግበሩ መብዛሕቲኹም ኣብዚ ንዓይ ትካታተሉኒ ትርእይዎ ኢኹም እቲ ቪድዮታት እንተኾነ ግን ሳብስክራይብ ኣይትገብሩን ኢኹም ሳብስክራይብ እንድሕር ጌርኩም ከም ኣብ ማሕበራዊ ሚድያ ዘለኹ መጠን ንዓይ ኣገዳሲ ስለ ዝኾነ ሳብስክራይብ ክትገብሩ ንኹልኹም በዚ ኣጋጣሚ ክነግረኩም ደስ ይብለኒ። ስለቲ ተገዲስኩም ትከታተሉኒ ሓሳብኩም ርእይቶኹም ምብርታዕኹም ኩሉ ነገራት ኣብዚ እተበርኩቱ ከኣ ንኹልኹም ክብረት ይሃበለይ የቐንየለይ ክብለኩም ፈቱ Thank you for watching የቐንየለይ ክብረት ይሃበለይ ሰሰናዩ።